ሰላም ሰላም የሕዋት ከመይ ቀኒኹም? ሕጂ ከዓ ምስ ሳራ ኣብ ሕቡብ ፅላሎት ከም ኤዶም ኮይና ትሰርሕ ክንላለየኩም ኢና፣ ክንድውለላ ኢና፣ ፕራንክ ክንገብራ ኢና። እንታይ ከም ትብለና ሓቢርና ነስምዓዮ። ሼር፣ ላይክ፣ ሳብስክራይብ ካብ ኩሉ ከይትረስዑ። ሳብስክራይብ ግድን ክትገብሩ ኣለኩም። እንደውለላ

ጽቡቅ ሰራሕ ሓፍተይ ብስራሕ የደልየኪ ቴሌፎንኪ ካብ ሰባት ኣምጽእ ደውለልኪ ደለኹ ኦኬ እሺ
ዝኾነት ስራሕ ነይራሲ ክትሰርሐለይ ደልየ ዳይረክት ገለገለ ክትገብሪ ትኽእሊ ዶ ዳይረክት ክትገብሪ ትኽእሊ
ኧረ ኦይ ገርስ ኣብኡ ከይበፃሕኩም ሶሪ ባይዘወይ ብጣዕሚ እየ ዘድናእኪ ስራሓትኪ ብጣዕሚ እዩ ደስ ዝብለኒ ብጣዕሚ ብጣዕሚ ማለት ይቐፅል እዮ ክብለኪ ይፈቱ እዛ ኣነ ሒዘልኪ መፅእ ዘለኹ ወይ እዛ ኣነ ክህበኪ ዘለኹ ፊልም ከዓ ከም ኣደ ኮንኪ እያ ክሰርሒ ልክዕ ከም ኣብ ሕቡእ ፅላሎት ኪንግ ሰራሕኪዮ ዓይነት ስራሕ እያ ኦኬ
ኣብ ሕቡእ ጽላለት ብጣዕሚ ስለ ዝተላበስክዮ ብኸመይ እየን ኣባህ ደው ኢለ ሕጂ ሰራሕፍተይ ክንደይ ክትኽፈል እሞ ክፍሊት ክንደይ እሞ እታ እንታይ ሕሞ ስለ ድለ ቅድም ክሪያ እዎ እታ ስራሕ እኳ ብጣዕሚ ፅብቕቲ እንዲ ኣብ ኢድካ ይበፅሕ ደሓን ክነግረኪ ኣይክፈልን ነይራ ከይትብለኒ ምስራኣኪያ እምበር

ብሓፈሻ ከኣ ንሰብሲ ጽዒሩስ ክኽፈል ኣለዎ በሃሊት እየ። ሓቂ ተጽብቅ ኣለኻ ሱዚ። መን ኢኺ እሞ ሽምኪ? እወ ስመይ
ሳራ እበሃል። ሳራ እህ ኦኬ ጽቡቅ ሞኽሰይ ኢኺ እሞ። ሞኽሰይ እንዲኺ ሞኽሲ ኢና ጽቡቅ ብከምኡ እንዲና ንዓኺ መሪጸ በቲ ሓደ ወገን መኽሰይ በቲ ሓደ ወገን ንፍዕቲ እዎ በቲ ሓደ ወገን ኣሎ እኮ እዩ ናይ ሞክሲ ገለ ምሻለ ገለ ዝስማዓካ ነገር ኣሎ ተረዲሃኒ እዎ ሕጂ እታ ቦርሽን ቀዲማ ሰደልክ ኣለኹ ኣለኒ ዲኽ ትብልኒ ዘለኺ እዋ
ኬራኺያ ክትነግርኒ ትኽእልኒ ማለት ድዩ
ኣፍታ ፊልም ህጂ ከመይ ዲኪ ኮንኪ ትሰርሒ ሰራ ሓፍተይ ኣዲ ኢኪ ኣዲ ኮንኪ ግን ብጣዕሚ ሓሳዊት ኢኪ ማለት ንደቅኪ ከይተረፍኪ ክትሕስውዮም ሰብኣይ ኣለኪ ሰብኣይ ኣብ ልዕሊ ሰብኣይኪ ወይ ሽማ ትሕዚ ገለመለ ከምኡ እያ ሰራ ስነ ኧረ እንተሃላ ገጽዳ ነግረኪ ኣለኹ እምበር ከመይ ምዃና። ደሓን ደይ ትሰድለይ ሳስክሪት እንታይ ሽግር ኣለዎ። ክሰደልክኒ ተዳሓሪኪ ክሳራ ሓፍተይ። ምሕራቕ ኩሉ ምሕራቕ ደይኮነስ ዝኾነ ሰብ ድፈልጦ ነገር እዩ ዝመ ኣብታ ስክሪፕት ምሽ መጀመርያ ትሰድያ እወ ንሪኣ ድሕር ሰትያ ጽቡቕ ሽዑ ንሰማማዕ ብገንዘብ መጀመርያ ብገንዘብ ጠሪልካ ክትሰማማዕ ጽቡቕ ኣይኮነን ሓቂና ምስ ገንዘብ ጥራይ ኣይኮናን ንሰርሕ ኩልና። ወላ ሓደ ኖኖ ኣነ ደኣ እታይ ብከመይ ድየ ሰራሕ ሓፍተይ እ፣ ኣሎ ወላ ንካልኦት ገለ ዝሃብክዎን ብከምዚ ተረዳዲእና ማለት እዩ ተረዲኽኒ ክንዲ ከም ትኽፈላ ብኸ- ኢለን ክንድዚ መጀመርያ ክንድዚ ብገንዘብ ኢለናኒ ተራዳዲኦም እኮ እ መጀመርያ ብገንዘብ ተራዳዲኦም እኮ እወ ክንዲ ሎ- ሎ- ሕሳብ ሎ- ኢሎም ሎ- ከምዚ ከምዚ ኢሎምኒ እቲ ሕሳብ ነጊሮምኒ ብድሕሪኡ ኣነ ከዓ ሕሳብ የዋፅኣን ዲ ኣየዋፅኣንን ገለ ርኤ ይነግሮም ማለት እዩ

ደሓን ኣነ በታ ዝገብራ ክነግረኪ ትደለይ እሞኒ ክሪኣ ሽዑ ነግረኪ እደለይ እዎ ደሓን ኣብቲ ቃላት ገለ ከዓ ምናልባት ፍኹስ ዝበለ ቃላት ገለ እንተ ርኢ ከሰደልክ እንዲ እንተ ፍኹስ ዝበለ ቃላት ገለ ሃልዩ ከዓ ክተዕርይለይ ደስ ይብለኒ
እወ ተተዓራርዮ ገለ ወላ ፉርቅ ወላ ተዕረክለይ ከማን ኣይጸልኦን እየ። ዋ ኣነ ደኣ ደራሲት
እሞ ኩሎም ድዮም ነናቶም ካራክተር ከምኡ ፍርቂ ደኣ ሪሊ እወ ወላ ንዖም ንትዮም ቀዳሞት ሲ ከምኡ ኢሉ ሂበዮ ማለት ሲ ዝኾነ ፍኹስ ዝበለ ፍኹስ ዝበለ ነገር ተሎ ዕሪ ኢለ ገለ ኢለዮም እንታይ ፀገም ኣለዎ ድዩ ሰራ ሓፍተይ

ናብዛ ዓይነይ መፅያ
ሓሳዊት እንዲ ክህበካ ሓሲበ ሰራ ሓፍተይ ንዓኺ ሰማዕኒ ኣለኺ እታ ሓሳዊት እንዲ ክህበካ ሓሲበ ነይረ ንዓኺ ሕጂ ሓንቲ ሰሓቂት ኣላ ሰታሃብኩ ከመይ ምክንያቱ ሰሓቅኪ ገለ ከዓ ዘኪረ እንዲ ሕጂ ኩሉ ሰብ ሓቂ ተኸእዩ ሽግር የብሉ ድሓን ስሕቅ ክወዲ እንታይ እሞ ክብደኪ ስሕቅ ክወዲ ድሓን ኣነ ቁም ነገር እንዳተዛረብኩ ክሳብ ትሰራ ሓፍተይ

እዋእ ኣነ ድየ ቀዲሙ ዝሄባ እወ No, no, no, no.
ኣትሰራ ሓፍተይ የዕርየለይ ምስ በልኩኽስ ትስሕቂ እንታይ ፀገም ኣለዎ ድኣ ኣነ እኮ ክጋገ ይኽእል ወይ ዘይፈልጦ ወይ ኣብቲ ኣሰራርዓ ገለ ክጋገ ይኽእል ንሱ ወላ ሓንቲ ፀገም የብሉ ተሓጋጊዝካ እኮ እዩ ስራሕ ዝስራሕ

እወ እስኺ እንዲኺ ታሜይን ኮይንኪ ትሰርሒ ተረዲእኽኒ ሳራ ሓፍተይ ንደቅኺ ኢኺ ንስኺ በቃ ኣብ ልዕሊ ደቂኺ ኣብ ልዕሊ ሰብኣይኪ ክንዲ ፍቕሪ ንዕኦም ከይትልግስሎምስ በቃ ውሽማ ሒዝኪ ምሸት ምሸት ትወፂ ኣንጢርኪ ትእትውዮ ገለ ንእሽተይ ሰበይቲ ንእሽተይ ሰበይቲ እምበር ዓባይ ደኣ እሞ ከመይ ጌራ ከምዞም ናይ ሸጎር ማሞ ገለ ማለት ድዩ ከምኡ ይኮነን ተራዳዲእና እቲ ፖርሽን ክሰደልክም ጸገም የብሉን ተዕሪለይ ስኸሽስ ሰራሕፍተይ ኣይሰርሓን እየ ገለ ከይትብልኒ ምናልባት ክትጸልያ ትኽእሊ ኢኺ ግን ኣይሰርሓን እየ ክትብልኒ ክትጽበ የብለይን ኣነ ምክንያትኩ ተዕሪለይ ኣለኪ ግድን ትተጋጌ ተዕሪለይ ሰደድክ እንዴ እቲ ሕሳብ ገለ ግን ኣይትነግርኒ ኢኺ ሕጂ እወ ደሓን ምስ ረኣኹዎ
ኦኬ ከምኡ እየ ክትሰርሒ ኮን ክስኽወ ኦኬ ፀገም የብሉን ከመይ እሞ ሓዳር ግልኸም እያ ኣሎ ተመቺእኪ እዩ ዘሎ ሓቂ ዶ ፅቡቅ ደሓን ሸሓራይ ፅቡቅ ሰራ ሓፍተይ

ኣነ ይፈልጠክን እየ ንዓኺ ኣበይ ድፈልጠካ ኣነ ኣብ ፊልሚ እትሰርሑ ፊልምታት ገለ ብጣዕሚ እየ ዝፈትዎ ሕጂ ብጣዕሚ ሓቂ ዘረባ ብጣዕሚ ንፍዕቲ ተዋሳኢት ኢኺ ብኸምኡ እየ ኣነ ከዓ እስኺ ንክትሰርሕለይ መፅየ ማለት እዩ ኩሉ ግዜ ከዓ ተዋሳኢ ንፉዕ እንተ ኮይኑ ወላ ንሕማቅ ድርሰት ከፀብኦ ይኽእል እዩ ዝብል ሓሳብ ኣለኒ ብኸምኡ እየ
ቴንኪው ብጣዕሚ እየ ደመስግነኪ ጸገም የብሉን ሰራሕ ፍቲ እዚ ዳሞ እንታይ ምስጋና ኣድልዎ ናት ክንዲ ሂበኪ ክሰድዮ ጥራሕ
ኣይ ሰራሕ ሃፍተይ ባይዘወይ ፕራንክ እየ ክገብረኪ ጸኒሐ እወ ተረዲኣትክ እንዲ ሓማቕ ደይ ተዛረብክ እምበር ከመይ ጌርካ ዓቕሊ ክትገብሪ ባይዘወይ ሉሉ ይበሃል ካብ ሉል ወርቂ ኢንተርቲመንት እየ ፕራንክ ክገብረኪ ፀኒሐ ቴንኪዩ ባይዘወይ ንፍዕት ተዋሳኢት ኢኺ የድነቐኪ እየ ስለዚ እየ ንዓኺ ፕራንክ ክገብረኪ ወሲነ ቀፅልዮ ክብለኪ ይፈቱ ምክንያታዊ ኣመት ክትብልዮ ትደልዮ ነገር ተለኪ ክትብሊ ትኽእሊ ኢኺ በቃ ንኩሎም እንኳዕ ብፅሓና ይፈቱ በቃ ቴንክ ዩ እሺ ሰራ ሓፍቲ ቴንክ ዩ ሰረኻ
እሺ ሓሪ ባይ ባይዘወይ ምስ ሰራ ፀናሕና ፀናሒት ነዚ ይመስል ሳራ ማለት ንፍዕቲ ተዋሳኢት እያ ኣብ ደግሲ ታሪክ ኣብ ሕቡእ ጽላሎት ኣብ ካልእ ካልእ ጽቡቅ ስራሓት እያ ትሰርሕ ተኸታተልዎ ሳብስክራይብ ላይክ ግበሩ ቴንክ ዩ ቻው